ሰላም ሰላም ክቡራት ተዓዘብቲ ቤት ተዛነ ዩቲብ ቻነል ከመይ ኣለኹም? ሎሚ ፍልይ ዝበለ ኣፍካ ዘየኽድኑ ኣብ ዝራሕ ዝፀንሐ ርእሲ ዘዛንዩ ዋዛታት ሒዝናልኩም መፂና ኣለና። ክሳብ መወዳእታ ምሳና ክትጸንሑ እንዳዓደምና ንቻነልና ሓደስቲ ዝኾንኩም ሳብስክራይብ ከምኡ ውን ላይክ ሸር ጌርኩም ክትዕዘቡ ነዘኻኽር። ሰናይ ምክትታል። ሓደ ሰብ ንስራሕ ቃለ መሕትት ይገብር እሞ ኣስራሒ ኣብዚ ትካል ክትሰርሕ እንተደሊኻ ሓሶት ክትፈቱ የብልካን ሓሶት ትፈቱ ዲኻ በሎ። ተወዳዳሪ ኣይፈቱን እየ ጎይታይ። ኣስራሒ ጽቡቕ ካልኣይ ድማ ኣብዚ ካብ ጽሬት ኣዝዩ ኣገዳሲ እዩ ክትኣቱ ከለኻ ነቲ ኣብ ኣፍደገ ዘሎ ምንጻፍ እግርኻ ጸሪግካዮ ዲኻ ተወዳዳሪ እወ ጎይታይ ኣዝዩ ጽቡቕ ጌረ ጸሪገዮ ኣስራሒ ተጋጊኻ ኣብ ኣፍደገ ምንጻፍ የለን ውጻእ በሎ ይበሃል። ሓደ ሰብኣይ ናብ ቤተ ክርስትያን ከይዱ ይጽሊ እሞ ጎይታይ በጃኻ ሎቶሪ ክበጽሓኒ ግበር ሂወተይ ክቅይር ደልየ ኣለኹ ጎይታይ ኢሉ ጸለየ ሰሙን ይሓልፍ ኣይበጽሖን ካልኣይ ሰሙን ከይዱ ቀጺሉ ኣይበጽሖን ጎይታይ ክንደይ ዓመት ክጽሊ በጃኻ ሎቶሪ ክበጽሓኒ ግበር ኢሉ ደጊሙ ለመኖ ሳልሳይ ሰሙን ምስ ከደ ድምጺ ካብ ሰማይ ይመጽእ እሞ ኣንታ ሰብኣይ ኣነ ክሕግዘካ ድሉው እየ ንስኻ ግን መጀመርያ ሎቶሪ ቁረጽ በሎ ይበሃል። ሓደ ሰብኣይ ድማ ንስራሕ ቃለ መሕትት ክገብር ከደ እሞ እቲ ኣስራሒ እንግሊዝኛ ትኽእል ዲኻ ይብሎ እቲ ሰብኣይ እወ ኣዝየ እየ ዝኽእል ኣስራሒ እሞ እስከ give me a sentence with the word I ኣነ በሎ እቲ ሰብኣይ I is በሎ ኣስራሒ ተጋጊኻ ብድሕሪ I ኩሉ ግዜ am እዩ ዝመፅእ እስከ ካልእ I ዘለዎ ምሉእ ሓሳብ ወይ sentence ተዛረብ በሎ። ጠባይ ድማ ሕራይ I am the ninth letter of the alphabet ኣነ ተሽዓይ ፊደል ናይቲ ኣልፋቤት እንግሊሽ እየ በሎ። ኣስራሒ ድማ ተገሪሙ ዋው ብምባል ትቕጽል ካላኻ ኣብየት ብልሒ በሎ ይበሃል። ሓደ ኣቦ ንወዱ ወደይ ትማሊ ንሰብኣይ ሓብትኻ ዓሻ ኢልካዮ ሰሚዐ ሓቂ ድዩ በሎ። ወዱ ድማ፣ ኣይፋሉን ኣቦይ፣ ኣነይበልኩዎን፣ መለሰሉ። ኣቦ ድማ፣ እሞ ደኣ መንዮ ከምኡ ኢልዎ? ኢሉ ደጊሙ ሓተቶ። ወዲ፣ ኣነ ዓሻ ምዃኑስ ንዓኻ ብምስጢርዮ ነጊረካ፣ ንሱ ግን ከመይ ገይሩ ከም ዝሰምዐ ኣይፈልጥን በሎ ይበሃል።

ሓደ ሰራቂ ፍርቂ ለይቲ ናብ ሓደ ገዛ ክሰርቅ ይኣቱ እሞ እቲ በዓል ገዛ ሰሚዕዎስ ብጥንቃቀ ካብ ዓራቱ ወሪዱ እግዚኦ እግዚኦ ሓልወኒ ጎይታ እንዳበለ ጸሎት ይጅምር እቲ ሰራቂ ብድሕሪኡ መጺኡ ኣሜን ይብሎ በዓል ገዛ ደንገጸ እሞ ስለምንታይ ኣሜን ትብል ኣለካ ክብል ሓተቶ ሰራቂ እቲ ንዓኻ ዚሕሉ መላእኽቲ፣ ንዓይ ድማ ከይትረኽበኒ ኺሕልወኒ'የ ጸሎት ዝገብር ዘሎኹ በሎ። ሓደ ኣቦ ንወዱ ከምዚ ኽብል ሓተቶ፣ ወደይ፣ እዚ ፌስቡክ ዚብሃል ሰብ የራኽብ'ዩ ዚብሃልሲ ሓቂ ድዩ? ወዱ ድማ፣ እወ ኣቦይ፣ ንዅሉ ሰብ'ዩ ዜራኽብ ኪብል መለሰሉ። እቲ ኣቦ ድማ፣ እሞ'ስከ ነቲ ሓሙሽተ ዓመት ዘለቃሕክዎ ሰላሳ ሽሕ ቅርሺ ዘይመለሰለይ ተኽለ ኣናድየለይ ክብል መለሰሉ። ኣደን ወደን ወደይ ስለምንታይ ኢኻ ምሉእ መዓልቲ ኣብ ቴሌፎንካ ክትስሕቕ ትውዕል ዘለኻ? ተጸሊልካ ዲኻ? ክብላ ሓተታኦ። ወደን ድማ ኣይኮንኩን ኣደይ ዋዛታት እየ ዝርኢ ዘለኹ ክብል መለሰለን። እተን ኣደ ድማ እሞ እስከ ኣርእየኒ ወደን ሓንቲ ቪድዮ የርእየን እሞ እታ ኣደ ንዓሰርተ ደቒቕ ትስሕቕ። ወደን ድማ ፈቲኽያ ዲኺ ክብል መሊሱ ሓተተን። ኣደ ድማ ኣይፋለይን ወደይ፣ እቲ ኣብቲ ቪድዮ ዘሎ ሰብኣይ ክዳኑ ክንደይ ከም ዝረስሐ ስለ ዝረኣኹ'የ ዝስሕቕ ዘለኹ በለቶ። ሓደ ሰከራም ፍርቂ ለይቲ ብመኪና እናተንከባለለ እንከሎ ፖሊስ ደው የብሎ'ሞ ፖሊስ መንገዲ ስሒትካ ኣለኻ ናበይኻ ትኸይድ ዘለኻ ክብል ሓተቶ። ሰካራም ድማ ናብቲ ናይ ስነ-ጽሑፍ ጉባኤ'የ ዝኸይድ ዘለኹ ክብል መለሰሉ። ፖሊስ ኣብዚ ፍርቂ ለይቲ መን'ዩ ጉባኤ ዝገብር? ክብል ደጊሙ ሓተቶ። ሰካራም ድማ ሰበይተይን ሓማተይን ሕጂ ገዛ ምስ ኣተኹ ኣብ ልዕለይ ዝገብርኦ መደረ ክትሰምዕ ነይርካ በሎ። ሓደ ጋዜጠኛ ንዓል ዕስራን ሓሙሽተን ዓመት ብሰላም ኣብ ሓዳሩ ዝነበረ ሰብኣይ ከምዚ ክብል ሓተቶ፣ ምስጢር ናይዚ ዅሉ ዓመታት ሰላም ምጽናሕካ እንታይ'ዩ? በሎ። ሰብኣይ ድማ፣ ምስጢሩ ኣብ መጀመርያ ቃል ኪዳን ተሰማሚዕና ኢና። ንሳ ንደቀቕቲ ነገራት ትውስን፣ ንኣብነት ምግብና እንታይ ይዅን፣ እንታይ ክዳን ንገዝእን ካልእን። ኣነ ድማ ንዓበይቲ ነገራት ጥራይ ይውስን በሎ። ጋዜጠኛ ድማ፣ ንኣብነት ዓበይቲ ነገራት እንታይ'ዮም? ክብል ደጊሙ ሓተቶ። ንኣብነት ሩስያን ዩክረይንን ክዕረቓ ኣለወን ዶ የብለንን፣ ኣመሪካ ንመን ክትመርጽ ኣለዋ ዝኣመሰሉ ዓበይቲ ጉዳያት ዓለምና ኣነ'የ ዝውስኖ በሎ ይበሃል። ሓንቲ ሰበይቲ ንሰብኣያ ትድውለሉ'ሞ ሰበይቲ ኣበይ ኣለኻ ፍቕረይ ክትብል ትሓቶ፣ ሰብኣይ ድማ ካብ ስራሕ ወጺኤ ሕጂ ገዛ ኣለኹ ፍቕረይ ክብል መለሰላ። ሰበይቲ፣ ርግጸኛ ዲኻ? እስኪ እታ መጥሓን ወይ ሚክሰር ወላዕያ ትብሎ። ሰብኣይ ድማ ይውልዓ ድምጺ ትገብር፣ ሰበይቲ ድማ ሕራይ ጽቡቕ ክትብል መለሰትሉ። ንጽባሒቱ ሰበይቲ ከይነገረቶ ኣቐዲማ ገዛ ትመጽእ እሞ ንወዳ ትሓቶ፣ ኣበይ ኣሎ ኣቦኻ? ክትብል ድማ ተወከሰቶ። እቲ ወዳ ድማ ኣቦይ ኣበይ ኣለዎስ ኣይፈልጥን፣ ግን እታ መጥሓን ሒዝዋ ይወፅእ ኣሎ ክብል ንተግባራት ኣቦኡ ኣቃልዖ ይበሃል። ክቡራት ተዓዘብቲ ቤት ተዛን ዩቱብ ቻነል ካብ ዝሰማዕኩሞ ዋዛታት ኣየናይ ዝያዳ ኣስሒቐኩም ኣብ ቦታ ኮመንት ፀሓፉልና። ሳብስክራይብ ምግባር ኣይትረስዑ ንቐፃሊ ዝያዳ ዘስሕቑ ቪድዮታት ሒዝና ክንመፅእ ኢና ሰሰናዩ። ቤት ተዛነ ዩቱብ ቻነል።